ክልተ ናይ ኣርሰናል ተኸላኸልቲ ካላፊዮርን ቲምበርን ካብቲ ዝኸበረ ኣጥቃዒ ናይ ዓዲ እንግሊዝ ዝበዝሐ ናይ ሸቶ ኣበርክቶ ኣለዎም ምስ ሰማዕካ ዝኾነ ጸገም ከም ዘሎ ይርደኣካ። ሚእትን ዕስራን ሓሙሽተን ሚልዮን ፓውንድ ዋጋ ናይ ኣሌክሳንደር ኢሳቕ። ከምዚ ከጋጥም ኢሉ ዝሓሰበ ሰብ ኣይነበረን ግን ኣጋጢሙ። ጌና እኳ ተለና ማለት ውሕድ ጸወታታት ጥራይ ሓሊፉ እኳ ተሃለወ፣ እቲ ንሊቨርፑል ክቕይርን በዓል ሳላሕን ካልኦትን ምስ ከዱ መጻኢ ናይ ሊቨርፑል ክኸውን ዝተሓጽየ ኣሌክሳንደር ኢሳቕ ሓንቲ ጎል ጥራሕ'ዩ ኣመዝጊቡሉ ኣሎ ንሳ ከማን ኣብ ፕሪመር ሊግ ኣይኮነትን። ኣሌክሳንደር ኢሳቅ ኣብ ታሪኽ ናይ ፕሪመር ሊግ ዝኸበረ ኣጥቃዕ እዩ። ዝኾነ እቲ ጉዳይ ዝኸበረ ገብሮ ማለት እዩ። ናይዚ ኩሉ ጸገም ግን እንታይ እዩ? ንድሕሪት ተመሊስና ክሳብ ሕጂ ኣጋጢሙ ዘሎ ነገራት ክንትንትን ክንፍትን ኢና። ሰናይ ምክትታል። ሎሚ ሓደ ካብቲ ኣዝዩ ኣካታዕን ድራማ ዝበዝሖን ምስጋር ተጻወትን ድሕሪ ዝመጸ ሳዕቤናትን ኣብ መወዳእታ ኸ መን ድሓሸ ዕድል ረኺቡ ክንርኢ ኢና። ናይ ኣሌክሳንደር ምንቁልቋል ብቕዓትን ካልእን ከኣ ኣብ ምንታይ ከም ዝተሞርኮሰ ክንግምት ወይ ክንትንትን ክንፍትን ኢና። ኣሌክሳንደር ኢሳቕ ኣብ ኣዝዩ ሓጺር ግዜ ካብ ንጉስ ናይ ኒውካስል ናብቲ ዝተጸልአ ሰብ ኣብታ ክለብን ከተማን ኮይኑ ናብ ሊቨርፑል ብሓይሊ ዳርጋ ከይዱ ደገፍቲ ኒውካስል ከኣ ተመን ወይ ስኔክ ዝብል ሳጓ ከልግብሉ ግዜ ኣይወሰዱን ሕጂ ከኣ ኣብ ሊቨርፑል ሕማቕ ኣጀማምራ ጀሚሩ ይርከብ

እንታይ ከም ዘጋጠመን ንምንታይ ካብዚ ደረጃ እቲ በጺሑን ክንርኢ ኢና። ኣሌክሳንደር ኣብ ኒውካስል ዓቢ ዓወታት ተጓናጺፉ፣ ዓበይቲ ጎላት ኣመዝጊቡ ስሙ ከኣ ኣብ ኒውካስል ክዝመር ተሰሚዑ። ናይ ኒውካስል መጻኢ ክኸውን እዩ ዝብሉ እውን ኣይተሳእኑን፣ ዋላ እውን ምስ ኣላን ሺረር ኣወዳድርዎ ነይሮም ሰባት። ምስ ጎላቱን ዓወታቱን ግን ናይ ካልኦት ክለባት ዓይኒ እውን ክስሕብ ጀሚሩ፣ ብፍላይ ከኣ ናይ ሊቨርፑል። ኦኬ፣ ካብ ኒውካስል ኣወጻጽእኡ ከመይ እዩ ነይሩ? ኣሌክሳንደር ንሊቨርፑል ክኸይድ ከም ዝደሊ ንጋንትኡ ሓቢርዋ። ኒውካስል ነዚ ሕቶ እዚ ስለ ዝነጸግዎ ከኣ ኣብ ናይ ቅድሚ ውድድር ወይ ፕሪ-ሲዝን ጸወታታት ብገዛእ ፍቓዱ ከበኵር ጀሚሩ። ኣብ ገለ ገለ ጸወታታት እውን ምጽዋት ኣብዩ። ኣብዚ ሕጂ ናይ መን ጌጋ ምዃኑ ንጹር ኣይኰነን። ንሱ ንሱ ኣብ ክረምቲ ክወጽእ ዘኽእሎ መብጽዓ ካብ ኒውካስል ተቐቢሉ ከም ዝነበረ ይዛረብ። ኒውካስል ብወገኖም ዝዀነ መብጽዓ ወይ ቃል ከም ዘይኣተውሉ ይገልጹ። ኣየናይ ይቕንዖ ዘሎ ትብሉ ኣብ ኮመንት። ናይ ኒውካስል ተኸላኻላይ ዝነበረ ክሪስ ዎዶው ናይ ደገፍቲ ሕርቃን ዝተሓወሶ ግብረ መልሲ ጌጋ እኳ እንተነበረ ቅቡል ምንባሩ እዩ ዝዛረብ። ኣላን ሼረር ንባዕሉ እውን ብሓጺር ቃላት ሕማቕ ምስሊ ክብል ነቲ ኣብቲ እዋን ዘጋጠመ ነገራት ገሊጽዎ። ኒውካስል ጠቕላላ ከምዘይከውን ምስ ፈለጡ መተካእታ ከምጽኡ ነይርዎም። ኒክ ቮልትማደ ዝብል ሽም ከኣ ሽዑ ተቐላቒሉ። ካብ ናይ ቡንደስሊጋ ክለብ ስቱትጋርት ዳርጋ ብፍርቂ ናይቲ ካብ ኣሌክሳንድ ዝረኸቦ ገንዘብ ማለት ከባቢ ሰብዓ ሚልዮን ምዃኑ'ዩ ንቮልትማደ ኣምጺኦሞ። ናይ ቮልትማደ ደሓን ዝኾነ ምጅማር ከኣ ንኒውካስልን ደገፍታን ኣብ ኢሳቕ ዘዝንብዎ ነበሩ ዘይግቡእ ጸርፍታት ወሲኹሉ። ናይ ሊቨርፑል ጉዕዞን ሕማቕ ኣጀማምራን ናይ ኣሌክሳንደር ምስግጋር ኣዝዩ ዓቢ'ዩ ነይሩ። ናይ ዓዲ እንግሊዝ ሪከርድ ዝሰበረ ሚእትን ዕስራን ሓሙሽተን ሚልዮን ፓውንድ። እንተኾነ ግን እቲ ገንዘብ ከቢድዎ መስለኒ ኣዝዩ ሕማቕ ኣጀማምራ ጀሚሩ። ኣብ ልዕሊ ሚእቲ ዓመት ተራእዩ ዘይፈልጥ ነገር፣ ኣርባዕተ ቀዳሞት ጸወታታቱ ዝተስዓረ ተጻዋታይ ናይ ሊቨርፑል ኮይኑ፣ ኣብ ሓንቲ ጸወታ ከባቢ ሰብዓ ደቒቕ ተሰሊፉ ክነሱ ዓሰርተ ሓሙሽተ ግዜ ጥራይ ኩዕሶ ተንኪፉዋ። ፕሪ-ሲዝን ዘይምጽዋቱን ምስኡ ድማ ማህረምትታት ናይ ግሮይን ከም ምኽንያት መጺኡ። ስለዚ ናብ ናይ ሕልሙ ጋንታ መጺኡ። እቲ ሕልሚ ግን ብጽቡቕ ኣይጀመረን። ሶሻል ሚድያ እዚ ከምዚ ኢሉ ከሎ ኣብ ኒውካስል እታ ክለብ ስቕ ኣይበለትን። መተካእትኡ ኒክ ቮልትማደ ኣዝዩ ጽቡቕ ኣጀማምራ'ዩ ጀሚሩ። በዚ ከኣ ኒውካስል ባዕላ ይኹን ደገፍታ ንኢሳቕ ክሳሃልዎ ጀሚሮም። ንኣብነት ኣብ ሓንቲ ናይ ቮልትማደ ስእሊ ኣብ ሜዳ ጠጠው ኢሉ ከሎ ብድሕሪኡ ኣጋጣሚ ኣብቲ ናይ ኣድቨርታይዝመንት ቦርድ ኢንቨስትድ ኢን በተር ድብል ጽሑፍ ወጽእ ነይሩ። እዚ ማለት ከኣ ኣብ ዝሓሸ ኣወፊርና። እዚኣ ኣብቲ ናቶም ኢንስታግራም ይኹን ትዊተር ሃንድል ኒውካስል ባዕሎም ፖስት ገይሮማ ማለት'ዩ። ብተዘዋዋሪ መገዲ ቮልትማደ ካብ ኣሌክሳንደር ይበልጽን ብዝወሓደ ዋጋ ከኣ ረኺብናዮን ንምባል'ዩ። ናይ ብሓቂ ይበልጾ ዶ? ብርእይቶይ እኮ ፍጹም ኣይከውን ድዩ? ርእይቶኹም ኣብ ኮመንት። ሓንቲ ናይት ኒውካስል ኣካውንት ምዃና ዘይተረጋገጸት ግንከኣ ቨሪፋይድ ኣካውንት ውን ኣብ ትሕቲ ናይ ሊቨርፑል ፖስት ናይ ኣለክሳንደር ኢሳቅ ስእሊ please stop calling and asking for a refund ማለት በጃኹም ዳደወልኩም ገንዘብና ምለሱልና ኣይትበሉ ዝብል ኮመንት ገዲፋ ስለዚ ኣብ ሶሻል ሜድያ ስለዚ እዚ ኣብ ሶሻል ሜድያ ዝመጹ ዘሎ ናይ ኒውካስል በዓላ ይኹን ናይ ደገፍቲ ነገራት ውን ኣብቲ ናቱ ብቅዓት ምንቁልቋል ዝኾነ ኢፌክት ከምዘለዎ ይዛረቡ። ናይ ኣሌክሳንደር ኢሳቕ ናይዚ ብሉጽ ኣጥቃዓይ ፎርም ግን ክሳብ ክንዲ እንታይ እንተኾይኑ እዩ ወዲቑ? ኣብዚ ውሑዳት ምኽንያታት ኣለዋ። ሓደ ፕሪሲዝን ምስ ኒውካሲል ተሃላኽ ስለዝነበረ ኣይተጻወትን። ተኺሉ ናብ ሊቨርፑል መጺኡ ኣዳፕት ክገብር ከኣ ከቢድዎ። ካልኣይ ከቢድ ገንዘብ። እቲ ናይ ምስግጋር ገንዘብ ክኸብር ከሎ ኩሉሻዕ ንተጻወቲ ጽቕጢ ክገብረሎም እዩ። ኣብ ብዙሓት ተጻወቲ ዝረኣናዮ እዩ። ሳልሳይ ካብ ሓደ ሂሮ ናብ ቪለን ወይከኣ ካብ ሓደ ጅግና ናብ ታሕቲ ዘሎ ዝብል ናይ ኒውካስል መግለጺታት እውን ጸቕጢ ከም ዝገበረሉ ይንገር። ብሕጂ ንኢሳቕ እንታይ ይጽበዮ ይህሉ? ናብቲ ንፈልጦ ብሉጽ ኣጥቃዓይ ተመሊሱ ዝኹሉ ጸርፍታት ጸጥ ዘብሎ ዶ መስለኩም? ኒውካስል ከዚኣ ጥዓት ምስ ስጋርድየም ጌሮም እቲ ገና ንእሽተይ ዘሎ ቮልት ማደ ናይ ብሓቂ ንኢሳቕ ተኪኡ ንነዊሕ እዋን ከገልግሎም ይኽእል ኢልኩም ዶ ትሓስቡ? እዚ ብሓንሳብ ኮይና ንሪኦ ነገር እዩ። ናትኩም ርእይቶ ከኣ ኣብ ኮመንት። ኣብ መወዳእታ ከኣ ኢሳቕ ተሃዊኹዶ ትብሉ ወይስ ኒውካስል ናይ ብሓቂ መብጽዖም እዮም ሰይሮም? ብሓፈሻ ካብ ኢሳቕ ወጺእና ከ ተጻዋታይ ናይ ሓንቲ ጋንታ ብእምነት ጋንታ ይእሰር ድዩ ወይስ ኣብ ዝደለዮ ግዜ ናብ ዝማእምኦ ክኸይድ ምሉእ መሰል ኣለዎ? ርእይቶኹም ኣብ ኮመንት። ኣብ ቀጻሊ የራኽበና።